ሰላም ሰላም ናይ ሞኩ ዩቱብ ቤተሰብ ተኻታተልቲ ከመይ እኒኢኹም ዳሕና ዲኹም ኣነ ዳሕና እየ እግዚኣብሔር ይመስገን ከምቲ ኣነ ዳሕና ለለኹዎ ዳሕና ክትኮንለይ በዓልቲ ሙሉእ ተስፋ እየ ትማሊ እንኳን ቪድዮ ኣይሰራሕኹይ ኣጋጣሚ ርኮት ገለ ነይሩ እና ልስራሕ ላሰራሕን ኣጋጣሚ ውዒልና ማለት እዩ ቪድዮ ሼር ክብል እየ ከኣልኪ ግን ኣጋጣሚ ካሊእ ቪድዮ ናረኮውታ ኣሰራርሓ እየ ሼር ክብል ኢለ ነይረ ግን ሕልፍ ክብል ናየሺ ቪድዮ እየ ሪኤዮ ምሸት ኣካባቢ ሰዓት ሸውዓተ ናለይቲ ኣከባቢ የርእዮዮ ልደቀስናሉ ደሞ ሸሞንተ ትሽዓተ ሰዓት ኢና ደቂስና ረኮቦተ ክነጋጣጥም ማለት እዩ ግን እቲ ቪድዮ ብጣዕሚ ብጣዕሚ ልገረመኒ ካፍተን ብትክክል ገይረ ኣየብለን ንመድሂን ኣለም ካፍተን ብዙሓት ደቂ ኣንስትዮ ኣብ ትግራይ ኣትየ ደዊለናለ ናይ ዩቱብ ልምስራሕ ወይ ከዓ ንዒ ቪድዮ ምሳና ስርሕልና ኢለናኒ ኣነ እኳ ክንዲ ሰብሪ እኒ ኣክቢሩኒ ንዒልንስ እምቢ ኣይብል ኢለ ልሰራሕኩለን እና ብዙሕ ነገር እንድዒ ዓቕመይ ልፎቐዶ ልገበርኩለን ካብ ልብለን የሺ እያ ማለት እዩ። የሺ እያ እና የሺ ብልሰራሖቶ ቪድዮ ደሞ ዕዳጋ ንዕና ኢለናኒ ናታክሲ ክፈሊ ኢለናኒ ለይብለይ ምዃነ ኢላ ፈለጣ ልብል ቪድዮ ርኤ ኣነ ካብኡ ብእግረይ መጽኤ ታይዶኾን ልብል ቪድዮ ሰሪሓ ነይራ ኣጋጣሚ ክንድዙይ ልኣክል ልተራመድኩ እየ መሰለኒ የሺ ሼር ኢልኩም ኣውጽሑላ ኣብ ህይወተይ ኣብ ህይወተይ ብጣዕሚ የዋህ ብጣዕሚ ከኣ ደረቅ ሓቂ ልፉቲ ምጭምላቅ ኣይፉቲ ምሕማይ ኣይፉቲ ኣነ ብባህርየይ ማለት እዩ የሺ ማለት ልባ ዘይርከብ ኣስመሳሊት ገጻ ዘይፍታሕ ቀባቢት ሰብ እያ ክነግረኩም ብጣዕሚ ቀባቢትና ሕማቅ ሰብ ማለት እዩ ኣነ ልኾነ ስሕተት ተልይዎ ሰብ ኣይውዕል ኣይሓድር ኣይሓሚ ቀጥታ ኣብ ግንባሩ እየ ልነግሮ ረዲኩም ድዩ ልሃልየኒ የብለይ ኣይፈልጢ ልሰባት ምሕሻይ ኣይፈጢ ናብ ማተይ ምብላዕ ኣይፎቲ ናብ ማትካ ሒዝካ ምሕባእ ኣይፎቲ ሰለዚ ዕዳጋ ክንከድ ንደሊ ልዓዲ ሓቂ እሞ ካብኡ ታይ ትብለና ዓዲ ሓ ኣሎ እዩ ካብ ማኪና ልወጽ እዚ ሽንጉርቲ ምናምን ትብለና እሺ ኢልና ፍትሕ ኢልና ምናምን ብሓደ ከንውዕል ኢና ሓሲብና ነይርና ዓመት በዓል ካብኡ እሺ ኢልና ዓዲ ከንኸድ እሞ ኣብቲ መኪና ምስ ከድና ምስ ረኣናዮ እቲ ሽንጉርቲ ርስሓትና ስኢልና ውዓሉ ቁርፍራፍና ደቂቕ ምዃኑ ምስ ረአና ኣይ እዚ ኣይንገዝኢ የሽዋ እንድሕር ትገዝእ ደሊኸ ስኻውዚ ትገዝኣ ንሕና ግን መሪፅና ምግዛእ ይሕሸና ኢልና ኔስተሪ ተይልና እላ መሪጽና ክንገዝእ ለኸና ኣጋጣሚ እሕዋተይ ይረክብ ማለት እዩ ቤተሰበይ ይረክብ ደቂ ሓወቦይ እሞ ዋእ ምግዛእ ልምግዛእ እማ ካብ ደቂ ሓወቦይ መሪጸ ምግዛእ ይሕሸኒ ኢለ ኣነ የስቴረይ ዓሰርተ ኪሎ ንገዝእ ከክ ሓሙሽተ ኪሎና ማለት እዩ ኮሚደሩም ኸምኡ ለድልየና ኣስቤዛ ካብእን ገዚእና ንመጽእ እሞ ላብተናይ መኪና ደይብና ንዕበልዮ ሽየይ ትራንስፈር ክገብረልኪ እየ ኢለያ ካብ ገዛ ክንለዓል ተለና ግን ታይ ኢላትኒ ልቢ ኣይርከቢ ማርያምን ኣነ ምሕሻይ ገለ ይፎቲ ካምዚ ኢልካ ናብ ሰብ ነገር ምውጋዕም ኣይፈቲ ቡዙሕ ነገር ኣሎ ክውጋዕ እንድሕር ደልዩ ማለት እየ ግን ኣይፉቲ ምክንያቱ ክርሕቆ ተደልየ ለየድልየኒ ሰብ ብርሑቁ ክርሕቀ ኣለኒ እምበይ ኣመላ ባህርያታ ካብ ልሳኑ ኢካ ትፈልጦ ሰብ ስለ ልፈልጣለ ኢለ ይቀረባ እምበይ ኣነ ግን ሓንቲ መዓልቲ ተይወዓለት እየ ንዒለ ምሳኣ ቀሪበያ ማለት እዩ ግን ኣጓላት ልምንታይ እየን ሀምዚ ኮይነን ልግልበጣ እንድዒ ኣብ ገዛ ልሃለየ ታይ ኢላትኒ መሲልኩም ወደይ ድልየት ገይርዎ ኣካውንተይ እሞ ክሽ ኣብሊ ዕሪ ትራንስፈር ትገብርለይ እሞ ምሳኽን ክመፅእ ኣዐርየ ቅርሺ ክህበክን እየ ኢላትኒ እሺ ኢልና ኢና ከይድና ብድሕሪኡ ከምቲ ልብለኩም ለኹ ገዛዚእና ምስ ከድና ላፍቱ ናይ መኪና ንዕበሊ ግዝእ ንብላ ኣለናስ ኣይገዝኢ ደቢርኒ ኢላትና እዚኣ ናይ ባዕልኹም ፍርዲ እዙይታት ክወፃ ይግበእዩ ምኽንያቱ ዕድመና ዓበይቲ ስለልኾነ ማለት እዩ ግን ካብ ነካክእትኒ ኣነ ኣይፉቲ ናብ ማተይለ ዓሰርተ ቅርሺለ ሂባትነይ ትፈልጢ ዓሰርተ ቅርሺለ ክባ ኣይደሊ ካብ ድሕር ሀዚ ኣይኮነን ክባ ገዛይ ክትመፅእም ኣይደሊ ቪድዮ ሰሪሓ ሓምያ ወዲኣስ ተመሊሳስ ላብ ገዛይ መፅያት ንኣነ ኣይፉቲ ምክንያቱ ኣነ ከም ሓንቲ ኣነ ሰብ ጎደሉኡ ኣብ ጉንባሩ እየ ልነግሮ ክእርም እምበ ጎደሎ ለይብሉ ስኢልካ ምጽላም ኣይፍውቲ ሓደ ገጸይ ፍትሕ ልበለ እዩ ናተይ ገጽ ካብዚ ገርካ ዳሰ ምካድ ኣይፍውቲ ለዮ ድልየቱ ኮይኑ ገዝኡ ኢዱ እግሪ ኮፍ ይብል ማለት እዩ እና ማንም ሰብ ከልዕለኒ ይደሊ ኣነ በተለይ ብለይ ናተይ ማለት እዩ እና ናታክሲ ንዕናይ ልበልናያ ለ ንዕናይ ኢልናያ ኢና ባዓልቲ ገንዘብ እያ ይገርመኩም እዪ ገንዘብ ሰለዋ እዩ ኣካውንተይ ተደምሲሱ ስለ ለልህና እያ መጨረሽኡ ተፀቢና ተፀቢና ተፀቢና ታክሲ ሲኢንና ማለት እዪ ዳሓር ንረክብ እሞ ላይን ኣቂልክልና ኣፍትዪ ገለመለ ትብለና ምቅባ ብጣዕሚ እያ ትክእሎ ኣነ ምቅባ ኣይፎቲ ካብኡ ኣብ መንገዲ ነርክባ እሞ ንዕደዪ ንብላ ኣለና ስላፍቱ እየ ሰብ እኒኤኒ ልርከብ ምናምን ኢላትና ካብኡ ገዲፍናያ ገዛና መፂና ዓመት በዓል ደርሆ ከይድና ገዛዚእና ንዒ ቁርሲ ምሳና ቁረሲ ንብላ እሞ ኣይመጸትን ጠንጠነቡልዮ ኢልናያ ምኽንያቱ ኣነ ሓንቲ ግዜየ ልሰ ዕዱል ልህብ ካብኡ ዕዱለይ ህቢ ካብኡ ምሸት ተርመም ላለት በዓሊታ መጺኣ ማለት እዩ መጺኣ ምግቢ ክህበኪ ምናምን ይብላ ኣይደልን ትብለኒ ጸጊበ እየ በሊዐ እየ ሓሚመ እየ ትፈንጢረ እየ ትብለኒ ኣብ ሂወት ኣነ ሓደ ሓደ ግዜሲ ለማዓንትስ ሕክምና ለይኸድኩስ ሕክምና ከይደ እየ ልብል ሰ ብጣዕሚ ኢለ ስሕቐኒ ባይዘወይ ማርያምን ብጣዕሚ ኢለ ስሕቐኒ ክብራት ቤተሰበይ ልምንታይ ኢኺ እዚ ቪድዮ እዚ ትሰርሑ የለኺ ተይልኩምኒ ሓደ ንዓኣ መልሲ እዩ ካልኣይ ደግሞ ማንም ጓል ኣነስተይቲ ማንም ሰብ ላብ ስልከይ ክድውለለይ ኢቱብ ክፈትለይ ኢቱብ ስርሕለይ ልብል ሰብ ኣይደሊ በተለይ ደቂ ኣንስትዮ ማለት እዩ

በተለይ ዓዲ ዓረብ ነይረ እየ ገለ ስለልበለትኒ ትለውጎዐትኒ ታሪክ እና ትለላታ ታሪክ ካሊእ ስለልኮነ እዩ እምበይ ኣነ ብጣዕሚ ሓዚነ እየ ተልዒለላ ነይረ ብዙሓት ሰባት ግን ኣውዮምዋ ብምንታይ በነጋግርኣ ሰብ ኣነጋግራካ ይምዝነካ እዩ ሰብ ብኣንደበትካ ይምዝነካ ሰብ ብገፁ ይምዝነካ እዩ ካብኡ ደሞ ኣብቲ ነበርክዎ ግቢ የምሳሓለይ ነይረን እየን ወደይ እዙይ ኢልካ ላብ ሚድያ ኣይወፅይ ነይሩ ኣውዚ ግብ ኒኦክዎ ግን የኮነይ ከምስሓለይ ምናምን ኢላ ሓደ ወዳ ብጣዕሚ እያ ትመክሮ ይመስለኒ ናሰብ ኣቅሓ እንኳን ኣብ ገዛ ኣተፎይ ብሊ ናድኡ ክዳን ኣይንካኢ ናሰብ ክዳን ደሞ ላብ ገዛ ክከድ ኣይክእል እዩ ምክንያቱ ትመክሮ እያ ይመስለኒ እምበይ ወዲ ክልተ ዓመት ቆልዓ ክንድዚ ልኣክል ክፋኣት ይማሃር እዪ ኢለ ኣምኒ እንጀራ ንዕንካ ኢልካዮ ኣይቅበል እዪ እሳለይብሉ ገዛ ኣይኣቲ ሰለዚ ከመይ ገርካ ክትዎ ትክእል እዩ እዚ መልሲ ሓደ ሰብ ገጹ ኣሲርልካስ ከመይ ጌርካ ካብ ገዝኡ ክትከድ ትክእል ናይ ባዕለይ እየ ልበልዕ ብናይ ባዕለይ እየ ልሓድር እግዛብሄር ይመስገን ይጸግመኒ ይሞችየኒ ኣብ ሂወት ክትጓዓዝ ተለካ ጸገም ለይብልካ ወይ ሰኣኑ ለይብልካ የኮንካይ ትነብር ግን ማዕረ ክንድዚ ልተዛረብኪ ታይ ኮይንኪ ኣይ ዶን ኖው ካብ ድሕሪ ሀዚ ብዚ ኣጋጣሚ ከመሓላልፎ ልድሊ ብሰንኪ ሓደ ሓደ ሰባት ብዙሕ ሰባት ኢካ ትጸልእ እና ምንም ነገር ከ መራከቢ የብልናይ ክረክበክም ኣይደሊ ክትረክብንም ኣይደሊ እርግጥ ኣብ ሓደ ግቢ ኣለና ናባዕልኪ ገዛ ክራይ ተከፊልኪ ኢኪ ትነብሪ ኣነ ካዓ ናባዕለይ ገዛ ክራይ ከፊለ እየ ንነብር ተረዲኩም ድዩ እና ገዛይ ክትመፅኒ ኣይደሊ ቡዙ ኣጋጣሚ ኣነ ከምቱ ናታ ተንኮል ከምቱ ናታ ምቅባብ ከምቱ ናታ ክፍኣትነት ልተሞልኦ ልቦና የብለይ ኣነ

ወይ ከዓ ሓፊሰ ለምፀለኹ እየ ኮንኪት ቕርሺ ርሂፀ እየ ለምፀለኹ ሰሪሐ ዓገግ ኢለ እየ ለምፀለኹ ቕርሺ ሓደ ሰብ እኮ የብለይ ኢልካ ሚእቲ ቕርሺ ክልተ ሚእቲ ለይ ትተሓሳሰበሉ ሰብ እኮ ኣሎ ግን ከምዚኣ ልበለት ገዛኻ ክትመፅእ ተላ ከምዚ ኢላ ገፃ ተኣሲራ እያ ትመፅእ ገዛኣ ክትከድ ተለኻ ገፃ ተኣሲራ እያ እና ላኣየ ለልዕል ልሳን የብልኪ ምስ ሃይለ ኣይትመጣጠኒ ሓቂ ይሐሽ ኣነ ካብ ሰብ ከፍ ልዕል ለብል ተፎጥሮ የብለይ ግን ለየጋኒ ደረጃ ኣለና ኣነ ልበይ ውሽጠይ ደገይ ሓደ ኮይኑ እየ ልጓዓዝ እግዚኣብሔር ይመስገን ኣነ እግዚኣብሔር ሂውኒ ካብ ልውሎ ትዕድልቲ ናይ እግዚኣብሔር ፍርሓት ሂውኒ ኣሎ በቃ ክትንኩል ላደለኩ ክትንኩል ለይክእል ጨካን ክኮን ላደለኩ ጨካን ክኮን ለይገበረኒ ፈጣሪ ብጣዕሚ እየ ለማርር ካሊእ ኣማሪረ ኣይፈልጥያን እግዚኣብሔር ይመስገን እና ሓደ ሓደ ግዜስ ንእሽተይ ሓፍተይ ኣላሲ ኣጓላተይ ተብዝሕ መራት ሓፍተይ ኣጓላት ልኣኺ ፅቡቀ ይገብራኺ ካብ ቀደም ኣትሒዛ ስለ ጓላት ይሕለቅ ግን ደሞ ጓላት ሕማቅ ይገብራኒ ሕዚ እዚስ እና ታክሲ ክፈላሊ ኢለናኒ በይነ እየ ልኸድ ለይተኣቲ ዓዲ የለይ ግን ደሞ ሰሙን ኣይትቕኒ ምሳኣ ተላ ተላኻኻ እንድሕር ትኸድ ኮይንካ ክትስማዕማዕ ኣይትኽእሊ ኣነ ላበደልኩዋ ተለኮን እንኳን ክፀረኒ ኣለዋ ከትብድለ እንተላ ደሞ ተፀዋዊርካ ኢካ ዓለም ልክየ ድምበይ የመና ግርህነት ካብ ላሓለፈ ናተይ ሹም ኣብ ሚድያ ከተልዕሊ መብትን ቦታን ግዜን የብልኪ ምክንያቱ ኣይንጋነ ደረጃና ልልበይንና ኢና ምክንያቱ ኣነ ትክክለኛ ሰብ ኮይነ ልቀርብ እየ እስኪ ደሞ ላቃብብ ክትቀርቢ ካብ ገፅኪ ልምስክር ገፅ ገጻስ ቁጽሪ ሸሞንተ ኮይኑ እዩ ልጓዓዝ እና ኣነ እግዚኣብሔር ይመስገን ኣይኾነይ ልህጻን ቆልዓ ልማንም እግዚኣብሔር ልዋሃቦ ኣይኽለኒ ከምቲ ለለኹዎ ደረጃ ይሃበኒ እየ ልብል እግዚኣብሔር ኣምላኽ በቃ እግዚኣብሔር ኣምላኽ ለይገበረለይ ልብሎ ለይጎራሕኹ ጥራሕ እየ ስለዚ ሓደ ሰብ ምስ ሓደ ሰብ ቀርዩ እዩ ኢልካ ደሞ ለይኾነ ሹም ኣይዋሃዊ ገዛኺ ኢኺ ትድረሪ ገዛ እየ ልድረር ማዕረ ክስካዕ ክንድዙይ ክትራመዲ ደሞ ዕዱልይ ግዜ ይህበኪ ምኽንያቱ ኣነ ለዋህ እምበይ ኣይፈርሕ ኣይ በቃ ብጣዕሚ እየ ሕማቅ ሰብ ብጣዕሚ ማለት እዩ በቃ ኣብ ነብሰይ ኣብ ስብኣየይ ኣብ ክብረይ ልግነ ሰው ቦታን ግዜም ኣይህቢ ልምንታይ ዋላ ድፈእ ቢልንለይ ይኸድ ብጣዕሚ እየ ስዲ ብፀባይ ልሓዘኒ ሰብ ጥራሕ እየ የዋህ ምክንያቱ ሓቢኤ ልቀርቦ መንነት ስለ ለይብለይ እና ኣብ እዩቱብ ከይድኪ ካብ ትሓምይኒ ኣብ እዩቱብ ከይድኪ ቆልዑ ካብ ትብልኒ ቆልዓ የኮንኩ ኣነ ንዓኪ ኣብቲ ግዜ ልድረስ እየ ደሪሰልኪ ተረዲእኪ ድዩ ዋላ ካሊእ ሰብ ይሓግዝኪ መፂኤ ግን እቲ ዓቅመይ ልፎቆዶ እየ እለኪ ኣለኩ ዓቅመይ ልፎቆዶ ካም ሰብ እየ ተዓብኪ ካምቶም ተዓብዮም ብባህሪኪ ገና መዚኖም ልኮዱ ሪኤኪየ ከድኩ። ክልተ ቆልዑ ክትብልና ግን ኣይግበእኪ ኔሩ ብግልጺ ምክንያቱ እቲ ቪድዮ ክያ ክሪኦ እየ እና ኣነ መብራት ንዓኺ እንድሕር ቆልዓ ኮይነኪ የቐንየለይ እንታይ ልበሃል ለሎ ሰብያ ጽቡቕ እያ ልገበረ ሰብ ጽቡቕ ተልፍደሲ ብዕራይ ጽራይ ምሰተየ ልበሃል ኣሎ ኣነ እግዚኣብሔር ይመስገን ኣለዋኒ ልብለን ሜሪ ኢቱ በላትኒ ተጠፊኤ ትድውለለይ ኣበይ ኣለኺ ትብለኒ ጎደለይ ትእርመለይ መብራት ስሕተት እዚ እኒኤኪ ትብለኒ እህ እዚ ነገር እዚ የስተካክል ትብለኒ ኣላትኒ ድምቅቲ ለይትቅየር እህ ኩሉ ነገር ትርጉም እህ ወዲ ሰብ ልርድኣ ማለት እዩ ብምንም ነገር ለይትቅየረካ። ከምዚ ኢላ ማዕረ ብዩቱብ ልመሸቀጢ ክትገብርኒ እንድሕር ሓሰብኪ ኣነ ይገድድ ኣነ እየ ክፍእቲ ልዕሊ እየኺ ማለት እዩ በቲ እንታይ ልባሃል ሕማቅ ደፋር ልባሃል ኣሎ ኣነ ብጣዕሚ እየ ሕማቅ ብጣዕሚ ማለት እዩ። ምሳኺ ክቃለስ ምሳኺ ለይኾነ ክነጋገር ለይኾነ ኣብ ልደረስኩ እየ ይደርስ እየ ኣነ ረዲእኪ ድዩ ሰብ ልጸሎ ኣነ ልዕሊኡ ክኾን እየ ልምኩር ኣብ ስርሐይ እየ ልውዕል ስለዚ ኣፍኪ ኣንደበትኪ ሓዚ ስኢንኪ ኮንኪ ሰብ ለይ ኣነ ሳይስ ለለበይንና ኢና ደረጃና ስኢነ ላበልካላ ማሕበራዊ ሚድያ ኝኝኝ ኣይፎቲ ኣነ

ኣነ ደማ ለቅሕኒ ኢልክኒ እሺ ከለቅሕኪ እየ ኢለኪ ናታ ክስል በለኪ ሰብ ካዓ የለይ ክትከዲ ከፊልና ኢልኪ ክትምለሲ ካዓ ንዕነን ኢልናኪ ኣብ መንገዲ ኣቢኪ ኣብ ዕዳጋ ምስ ከድኪ ክገዝእ ደስ ይበለኒ ታይ ደኮን ኢልኪ ሰለዚ ከምቲ ናይኪ ተዘዋዋሪ ተግባርኪ ብደንቢ ኢኪ ትፎልጥዬ ሰለዚ ከምቲ ናትኪ ክፍኣት የብለይ ስለዚ ቆልዑ ካብ ትብልና ካዓ መብራት እና ኣስቴር ኢልኪ ተትገልፅና ደስ ምበለኒ ነይሩ እና ከማኺ ክንዳኺ ካዓ ኣየድልያን እየ ካብ ድሕሪ ሀዚ ኣይኮነን ዶ ኣብ ዩቱብኪ ኣብ ገዛኺለ ኣይረኣይ ኣብ መንገደለ ልሰለምታ ልዋዕሉ ኣይንራኸቢ ስለዚ ክቲ ናትኪ ክፍኣት ላብ ወድኪ ተሕልፍዮ ኣለኪ እዪ እምበይ ኣነ ልብላዕ ኣዚ ግብማ ገለመለማ ኣረ ሼም እንዴ ቅርሚ ዓይኒ እኮ እኒኤኪ እዚ ቅርሚ ዓይኒ እዚ እኮ ክንሓፍረሉ ሰብ ክነክብረሉ ለይግበር ነገር ክስልጥፀና እኮ እዩ ተፈጢርና እዚ ቅርሚ ዓይኒ እዚ

እግርኺ ኢድኪ ኣሪምኪ ኣብ ገዛኺ ኮፈሊ ሽግር የውሊ ልብላዕ ለለይ ንህቢ ንኾን ህሩፋት ንኾን ምቕባብ ለይ ንኽእሎ ንኾን እዩ ኣነ ስለ ለይ ይኽእሎ ደረጃና ልልወይኒ እዩ ብቆልዓ ልመፀ ገለ ኣይተሳብቢ ዝሓፍተይ መዓረይ ሼር ላዋልኩም ኣውፅሑላ ብከምዚ ቪድዮ ክመፅ መይደሊ ንሃየን ማለት እዩ ንሃየት ኣይኮነን ዶ ብትክክለኛ ብከምዚ ልፕራንክ ኢለ ልባዕሉ ብከምዚ ነገር ቪድዮ ክመጸ ይደሊ ምስ ለክብረኒ እየ ልቅጽል እና ልነበረኒ ቪድዮ ሎማዓንቲ ነዚ ይመስል ሸር ሳብስክራይብ ላግበርኩም ኣተዋውዕኒ እስኪ መብራትስ ካብ ገጽኪ ሕማቅ ኢኪ ሰብ ይምዘን እዩ መብራት ክፍእቲ ኢኪ ልብለኒ ማለት እዩ እግዛብሄርን ኣነ እንድዒ ካብ ኣነጋገርኡ ካብ ገጹ ካብ ኣንደወቱ ይምዘን እዩ እሞ ብእውነት ሓቀየ ኣውጹሕለይ ብትክክል ማርያምን ኣውጹሕለይ ኸምዚ ማንም ሰብ ከልዕለኒ ኣይደሊ ኣነ ኸምቲ ለወልኩም ኣብ ግንባረይ ተይለ ኾይኑ ስለዚ ኣነ መብራት ክፍኣት ተልይኒ ኣብ ግንባረይ ልነግረ ነት ሰብ እሞ ጎደለይ ልእርም በይ ኣብ ኢቱ ሞጽዩ ቆልዑ ኸምዚ ገረናኒ ቅርሺ ስለ ለይብለ እየ ኻብ ኣሕዋተይ ቡትናታ እትናታ ደረጃ እኮ ሓሊፍናዮ ኢና ግን ታንቴል ናላሰራሕና ላቆነና ጓለይ ወሊደ ታንቴለይ ላሰራሕኹ ሓፍተይ ሒዘ ማለት እዩ መብሪት ሓፍተይ ሒዘ ላሰራሕና ገዛ ክራይና ላካፈልና ጥዑም ላባላዕና ውላደይ ለዕወኹሉ ደረጃታት ኣሎ ስለዚ ሓደ ሰብ ሙሉእ ዓይነውርኪ ሒዙ ወዱ ብእግሩ ላከደ ዳሰብ ሰሪሑ ዳወንድላጤ ድዩ ዳምንም ኢሉ ድዩ ሰሪሑ ክበልዕ ይኽእል እዩ ርእሲ እንድሕር ኣልዩ ማለት እዩ ክንሸራሸር ይኽእል እዩ ካብ ምስቲ ሓንቲ ጎረብቲ ንክእ ምስቲ ሓንቲ ጎረብቲ ንክእ ምስ ልገበረልካ ምስ ከም ሓውካ ልቀረበካ ላተናኸስካ ምኻድ ማለት እዪ ሰለዚ ተኺኢልኪ ተኺኢልኪ ሰሪሕኺ ክትበልዒ ካብ ቤተሰብ ክትጋላገሊ ኢለለኪ እምበይ ሰብ ልኽረደእካ ለይኾነ ሹብ ላፀለምካ ብማሕበራዊ ሚድያ ምውፃእ ኣድላዪ ኣይኮነን ምሕሻይ ኣድላዪ ኣይኮነን ሰለዚ ሰለዚ የቐንየለይ ዛምቤተይ እስካዕ ሎማዓንቲ ነበረኒ ናትኪ ርክብ ላሓመኽኒ ተመሊስኪ ላብ ገዛይ ትማል ምሸት ልመፃኺ ልውኣሉ ገሪምኒ እዪ እና ከማኺ ባህሪ ሰለለይብለይ ኣብ ልደረስክዎ ክትደርስኒ ኣይደሊ ገዛይ ክትመጽኒ ኣይደሊ ገዛክን ክመጸካ ይደሊ ሰለዚ ኣገባብ ግበርሉ ዛምበይተይ ናይ ኣማትካ ገንዘብ ለይበላዕኩ ኢልካ ኣየ ብለዕልዕካይ ኣለቅሕና ኢልክና ሺልናኪ ልኣበየኪ ሰብ የልይ ኣብኡ ዩቱብ መጺኪ ግን መሸቀጢ ክትገብርኒ ኣይደሊ ካብ ገጸይ ገጻይ ኣንዊኩም ኣብ ኮሜንት ጽሓፍለይ በእውነት ናማኒ እግዛብሄርን እና ሼር ላዋልኩም ልየሺ ኣውጽሕለይ ልመጀመርያ ግዜ እየ ብከምዚታት ኩሉ ግዜ እንኳን ብጽቡቅ ቪድዮታት ለሎ ኣብ መሬት ለሎ ምውቃዕ እዩ ደስ ልለኒ እና ተይፎተካ ለናገረካ ሰብ ከዓ ኣሎ እዩ እና ሼር ሳብስክራይብ ላጎርኩም ኣተዋውዕኒ ብጽቡቅ ቪድዮ ብናዊ ዓለይ ታሪክ ሒዘልኩም ክመጽእ እየ ሰሰናዩ ንዓኹም ብጣዕሚ እየ ልፎትየኩም ባይ